ሰላም ጥዕና ይሃበልና ክቡራት ተኸታተልቲ ዴሊ ዜና ትግርኛ ዝኸበረ ሰላምታና ኣብ ዘለኹም ይብጽሓኹም ንሎም እውን ከምቲ ልሙድ ነዚ ዕለት ዝሓረናዮም ሃገራዊ ኣህጉራውን ዓለም ለኻውን ዜናታት ሒዝናልኩም ቀሪብና ኣለና ዜናታትና ብቐጻልነት ንኽበጽሕኹምን ናብ ካልኦት እውን ከባጽሑን ሳብስክራይብ ላይክ ሸር ንክትገብሩ እንትንዕድም ብክብሪ እዩ ፈለማ ኣርእስተ ዜና ዘይዛር ሞትን ህልቂትን ተመዛበልቲ ህፁፅ ሰብኣውን ፖለቲካዊ መፍትሒ ዝጠልብ ዛዕባ እዩ ክብል ጉዳያት ኮሚኒኬሽን መንግስቲ ትግራይ ኣፍሊጡ። ዓሰርተ መጋቢት 213 ዓ ም ኣብ ወርቂ ዲኖ ደብረፅዮን ታደሰ ኣለም ፈትለ ኣነ ባዕለይ ክንድሕን እሞ ዓዲ ተመሊስና ክንዘርግ ኣብ ዝተገበረ መስደመም ስርሒት በዓል ዓሰርተ ዒስራን በርሀ በኪዕን ተሰዊኦም እንውዳሰ ኣብ ዓሰርተ ትሽዓተ ዓመት ኣካለን ጎዲሉ ድሕሪ ሓሙሽተ ዓመት ኣብ ጓሂ ኮይነ ዘኪረዮ ክብሉ ኣይተ ጌታቸው ረዳ ሓቢሮም። ክልከላ መሃያ መምህራን ንሰራሕተኛታት መንግስቲ ትግራይን መሰረት ዝገበረ ድምፂ ተቓውሞ ንምስማዕ ብምትሕብባር ቢሮ ትምህርቲ፣ ማሕበረ መምህራንን ማሕበር ወለዲ ተምሃሮ ትግራይን መጋቢት ዓሰርተ ሓሙሽተ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ኩሎም ከተማታት ትግራይ ሰላማዊ ሰልፊ ከምዝሳለጥ ተገሊፁ። ኣቦ ወንበር ሓለቓታት ስታፍ ሓይልታት ኣሜሪካ ከም ዝበሎ ወታደራዊ ዓቕሚ ኢራን ካብ ስራሕ ወፃኢ ኣይኮነን ክብል ኣፍሊጡ። ዝብሉንን ካልኦትን ኣካቲትና ምሳኹም ክቡራት ሰማዕትና ፃንሒት ክንገብር ኢና። ሳብስክራይብ ብምግባር ናብ ዝርዝራቶም ነምርሕ። ዘይዛረብ ሞትን ህልቂትን ተመዛበልቲ ህፁፅ ሰብኣውን ፖለቲካውን መፍትሒ ዝጠልብ ዛዕባ እዩ ክብል ጉዳያት ኮሙኒኬሽን ትግራይ ኣፍሊጡ። ሙሉእ ትሕዝቶ እቲ መግለፂ ድማ ስዒቡ ክቐርብ እዩ። ድሕሪ ፅንተታዊ ኲናት ተመዛበልን ግዝኣታዊ ሓድነትን ትግራይ ብመሰረት ውዕል ፕሪቶርያ ናብ ንቡር ንምምላስ፣ ስምምዕነት ዋላ እኳ እንተተኸተመ ኣብ ተግባራውነቱ ግና ካብ ተራ ወግዒ ብዝዘለለ ዝተሰርሐ ነገር ዳርጋ የለን። ብሰንኪ ዘይምፍጻም ውዕል ፕሪቶርያ ድማ ኣብ ልዕሊ ተመዛበልቲ ተኽ ዝኸፍኣ ሕሰምን ሞትን ይቐጽል ኣሎ። ብወገናትና ይበጽሕ ዘሎ ከቢድ ሰብኣዊ ቅልውላው ብኣጋ ንኽግታእ ግደ ኩሎም ደቂ ትግራይ ወሳኒ እጃም ኣለዎ። ዘንጸላልወ ሰብኣዊ ቅልውላው ድማ ጽንተታዊ ኹናት ካብ ዝጅምር ንነዘ ጸገም ሞት ተመዛበልቲ ወገናትና እናተጋደደ ይመጽእ ኣሎ። ተመዛበልቲ ውሽጢ ዓድን ኣብ መዓስከራት ሱዳን ዝርከቡን ደቂ ትግራይን ናብ መረበቶም ብዘይምምላሶም እኹል ቀረብ ሰብኣዊ ሓገዝ ብዘይምህላዉን ብፍላይ ኣብ ኣዴታት፣ ህፃናትን ኣረጋውያንን ሞትን ከቢድ ዝበሃል ሰብኣዊ ቅልውላውን እናጋጠመ ይርከብ። ተመዛበልቲ ብህፁፅ እንተዘይተመሊሶም ምስ ዝመፅእ ዘሎ ክረምቲ ተደሚሩ ኣብ ልዕሊ ወገናትና ዘነፃፀረ ሓደጋ ዝኸፍአን ዘይዛር ሞትን ከስዕብ ይኽእል እዩ። እቲ ኻሊእ ስግኣት ቀፃሊ ምምዝባል እንትኸውን ኣብ ዝተፈላለዩ ከባብታት ፀለምቲ ምፍንቓል ወገናትና ይቕፅል ኣሎ። እዚ ምፍንቓል ድማ ኣካል እቲ ጎምፂፅካን ዓሚፅካን ብሓይሊ ዝተትሓዘ ሉኣላውነት ትግራይ ዘግህስ ተግባር ምዃኑ ክፍለጥ ይግባእ። ነዚ የጋጥም ዘሎ ፀገም ንምፍታሕ ድማ መንግስቲ ፌዴራል ውዕል ፕሪቶሪያ ብዘይ ውዕል ሕደር ብሙሉእነት ክትግብር ኣለዎ። መንግስቲ ፌዴራል ተመዛበልቲ ናብ መረበቶም ተመሊሶም ብሰላም ክነብሩ፣ ማሕበራዊ ግልጋሎታት ክማለኡሎም ኮታስ ሕገ መንግስታዊ መሰሎም ክኽበር ሓላፍነቱ ክዋፃእን ፅውዕ። ዓርሰ ምርኮሳን ምትእኽኻብ እትውትን ብዝምልከት ድማ ብሕታዊ መዋፅኦ ተጋሩ ዘቤታዊ ቁጠባ ምድንፋዕ፣ ዘላቒ ዓርሰ ምርኮሳ ዘለዎ ህዝብን ዓድን ምፍጣርን ትንኽ። ተልዩ ማሕበራውን ቁጠባውን ፀገም ተመዛበልቲ ንምእላይ ዓሊሙ ኣብ ትግራይ ተጀሚሩ ዘሎ እቶት ናይ ምትእኽኻብ ምንቅስቓስ ተወለድትን ፈተውትን ትግራይ ዓቕሞም ዝፈቐዶ ወገኖም ኣብ ምድሓን ክረባረቡ ይግባእ። ዘሎ ፖለቲካዊ ኣፈላላይ ከም ፀጋ ብምውሳድ ሉኣላውነት ትግራይ ኣብ ምኽባርን ዋኒን ተመዛበልቲ ግንባር ቀደም ገይርካ ኣብ ምስራዕ ኣብ ዝተፈላለዩ ሰልፊ ፖለቲካ ዝተሓቖፉ ውድባት ስቪክ ማሕበራት፣ ሓፋሽ ማሕበራት፣ ኮታስ ኩሉ ተወላድን ፈታውን ትግራይ ጉዳይ ተመዛበልቲ ትግራይ ልዕሊ ፖለቲካዊ ከስቢ ክረኣን ንተግባራውነቱ ድማ ብዕቱብ ክስራሕን ንፅውዕ። ኒው ሚድያን ድጅታል ቴክኖሎጂን ብምጥቃም ብዝተፈላለዩ ማሕበራዊ መራኽብቲታት ህልው ፀገም ተመዛበልቲ ብምውዛዕን ብህምቅላሕን ኣብ ተመዛበልቲ ኣጋጢሙ ዝነበረ ቅልውላው ብውሱን ተፈቲሑ እዩ። ኣብዚ ሰናይ ተግባር ንዝተሳተፉ ኩሎም ኣካላት ድማ ልዑል ክብርን ምስጋናን ኣለና። ህዝቢ ዓለም ኣቓልብኡ ናብ ተመዛበልቲ ከቐንዕ ንዝገበርኩምዎ ንጡፍ ተሳትፎ እናነኣድና፣ ሕዚ እውን ብጥንኩር ሓድነት ድምፂ ወገንኩም ክትኮኑ ዝተጀመሩ ምትእኽኻብ ሰብኣዊ ሓገዛት ክጠናኸሩን ፃውዒትና ነቐርብ፣ ቢሮ ጉዳያት ኮሙኒኬሽን ትግራይ። ቅድሚ ሓሙሽተ ዓመታት ዓሰርተ መጋቢት ክልተ ሽሕን ዓሰርተ ሰለስተን ዓመተ ምህረት ኣብ ወርቂ ዲኖ ዘጋጠመ ኲናትን ዝተመዝገበ ዓወትን ኣመልኪቱ ሓሳቡ ዘኸተበ ኣማኻሪ ጉዳያት ምብራቕ ኣፍሪካ ቀዳማይ ሚኒስትር ኢትዮጵያ ኣይተ ጌታቸው ረዳ ንፀሓፍዎ ፅሑፍ ስዒቡ ካብ ብርክት ዝበሉ ሰባት ዝተውሃበ ግብረ መልሰን ድማ ቀፂሉ ክቀርብ እዩ ክቡራት ተከታተልትና ፈለማ ጽሑፍ ኣይተ ጌታቸው ረዳ ከነቅርበልኩም ውዳሰ ትበሃል ተጋዳሊት ከባቢ ጥሪ ዕስራን ሸሞንተን ኣብ ዘበን ነገ ረኪበያ ምስ ብጹታ ጌታቸው ዝብሃል ከምኣ ጅግና ምስ ዓሰርተ ዕስራ መራሕቲ ረጅመንት ነይሩ ተሰዊኡ ሰሚዐ ጌቾ ዲካ ወይስ ካልእ ሰብ ኢኩም ኢሉ ሓቲቱኒ ስሒቀ ጭሒመ ስለ ዝነበርኩ መሲልኒ ድሕሪ ኣብ ሰግሊ ተዋጊእና ንሻዕብያ ቅድሚ ህድማ ዘብ ዘብ ዝብሃል ነገር ከም ዘሎ ክምህሩና ከም ዝገበሩ ተጋደልቲ ሓንቲ'ያ ነይራ ሓሙሽተ ለካቲት እውን ማልቃ ትዋጋእ ነይራ። ወዲ ሽብር፣ ወዲ ራህያ፣ ወዲ ኣባተ፣ ድንኩል፣ ጎይትኦም ይዝክርዎ ይኾኑ። መጋቢት ዓሰርተ ኣብ ወርቂ ሊኖ ክትታኾስ ሻዕብያ ክተጓይ ብዓይነይ ርእየያ። ድሕሪ ክልተ ወርሒ ከባቢ ጉንበት ኣርባዕተ ኣብ ምቑሎ ወይ ቆላ ሓበት ረኺበያ። ኣብ ወርቂ ሊኖ ተዋጊኣ መጋቢት ዓሰርተ ኣብኡ ተሪፋ። ነበርቲ ኣገው ተኸናኺኖም ናባና ከም እተጸንበረት ነጊራትና። ሻዕብያ በይኑ ገጢሙና ሕርሕራይ እተወቕዐሉ ምኽንያት ኣልዒላ። ኣስሒቓትና ሻዕብያ ብዘይዘራይ ሃዳሚ እዩ ኢላ ኣብዚ ሕዚ ኮይነ ዝገርሙኒ ሓቂ ሚህራትኒ ዓሰርተ መጋቢት ኣብ ወርቂ ድኖ ደብረጽዮን ታደሰ ኣለም ፈትለ ኣነ ባዕለይ ክንድሕን እሞ ዓዲ ተመሊስና ክንዘርግ ኣብ ዝተገብረ መስደመሚ ስርዒት በዓል ዓሰርተ ዒስራን በርሀ በጊዕን ተሰዊኦም ንውዳሰ ኣብ ዓሰርተ ትሽዓተ ዓመት ኣካለን ጎዲሉ ድሕሪ ሓሙሽተ ዓመት ጓይ ኮይነ ዘኪረዩ ግጥም ወርቂ ዲኖ ዝመርሐ ወዲ ኣሸብር ውግእ ዝመርሑ በርሀ ባራኺ ከበደ ድንኩልን ናይ በዓል በርሀ በጊዕ መስዋእትን መጉዳእትን ውዳሰን ዝደሓና ንሕና ኣብ ዘለና ይብል ኣይተ ጌታቸው ረዳ፣ ደብረፅዮን ድንኩል ሓዊሱ ገሊኦም ብፆትና ዋላ ሓደ ምምሕያሽ ከይገበሩ ዘይተሰውኡ፣ ጉድኣት ከስውኡ ላሕ ይብሉ ኣለው። ኣብ ሞትን መጉዳእትን ዕሸላት ተመስሪቶም ዕድሚኦም ከናውሑ ዝብህጉ ፀማማት ሕዚ እውን ይፍክሩ ኣለው። ካብ መድረኽ ዝግለለሉ ሰዓት ዳርጋ ሓሊፉ። ነዚ ፅሑፍ ስዒቡ ብርክት ዝበሉ ሰባት ኣሉታዊ ግብረ መልሲ ዝሃቡ እንትኾን ቁፅሮም ዘይነዓቕ ድማ ደገፎም ገሊፆም እዮም። ካብ ገለ ኣሉታዊ ፅሑፋት፣ ኣንታ ተኹላ፣ ኣማኻሪ ጆኖሳይደር ብልፅግና ኮይንካ ሽሕ ግዘ ስውኣት እንተልዕልካ ዝኣምነካ የለን። ንስኻ ቁልፊ ኣማኻሪ ፒፒ ኢኻ። እዚ ማለት። ካሓዳምን ጆኖሳይደርን ኢኻ ንኣብይ ኣሕመድ ኣላግጸ ኣለኽ ዝበለ እንትኾን ጠላም ባንዳ ድሕሪ ዝኹሉ መስገደል ኣማኻሪ ናይ ርእሲ ጭፍጭፍቲ ኣብይ ኣሕመድ ኮይንካ ኣብ ዘለናሉ ንነ ክብል ሓሳቡ ሂቡ እዩ እሞ ናብ ጸላኢ ወድ ደገብ ወይ ድማ ምምራኽ እዩ መፍትሒኡ ዲኻ ትብለና ዘለኻ ናብ ኣብይ ምርኮኛ ካብ ምዃን ዘይሓይሽ የለን ክብል ርእይትኡ ዝሃበ እውን ኣሎ። ክልከላ ኣምሃያ መምህራንን ሰራሕተኛናትን መንግስቲ ትግራይ መሰረት ዝገበረ ድምፂ ተቓውሞ ንምስማዕ ብምትሕባር ቢሮ ትምህርቲ፣ ማሕበር መምህራንን ማሕበር ወለዲ ተምሃሮን ትግራይ መጋቢት ዓሰርተ ሓሙሽተ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ክሎም ከተማታት ትግራይ ሰልማዊ ሰልፊ ከምዝሳለጥ ተገሊፁ። ሓላፊ ቢሮ ትምህርቲ ክልል ትግራይ ዶክተር ኪሮስ ጉዕሽ ከምዝገለፅዎ እቲ ሕዚ ተነቢሩ ዘሎ ክልከላ ኣምሃያ መምህራንን ሰራሕተኛ መንግስትን ትግራይ መቐፅልታ እቲ ዝተፈፀመ ጀኖሳይድን ኮነ ተባሂሉ ወለዶ ትግራይ ከይመሃር ህዝቢ ተስፋ ቆሪፁ ክብተንን ክጠፍእን ዝስራሕ ዘሎ ተግባር እዩ። እቲ ዝሓለፈ ጆኖሳይዳዊ ኲናት ፀላእቲ ኮነ ኢሎም ኣብ ኣርባዕቲኡ መሰረተ ትምህርቲ ትግራይ ከቢድ ዕንወት ፈፂሞም እዮም ዝበሉ ዶክተር ኪሮስ፣ ዝግበር ዘሎ ተግባር ክልከላ ማሃያን ካልኦት መሰረታዊ ጉዳያትን ኮነ ተባሂሉ ህዝቢ ትግራይ ከይመሃር፣ ኣብ ፀልማት ክነብር፣ ክብተን ክጠፍእን ዝስራሕ ዘሎ ብምዃኑ ነዚ ንምቅዋምን ድምፅን ማሕበረሰብ ዓለም ንምስማዕን መጋቢት ዓሰርተ ሓሙሽተ ክልተ ሽሕን ዓሰርተ ሸሞንተን ዓመተ ምህረት ብኩሎም ከተማታት ትግራይ ሰልማዊ ሰልፊ ከምዝሳለጥ ኣፍሊጦም። ፕሬዚደንት ማሕበር መምህራን ትግራይ መምህር ንግስቲ ጋረደ ብወገነን መምህራን ትግራይ ሕሉፍ ዓሰርተ ሽዱሽተ ውሽጢ ወርሒ መሃዮም ከይተኸፈሎም ኩሉ ፀገም ተፃዊሮም ኣብ ከይዲ ምምሃር ምስትምሃር እናሃለዉ ምኽንያቱ ብዘይተፈለጠ መንገዲ ዳግም መሃዮም ተኸልኪሉ ኣብ ፀገም ተሳጢሖም ከምዘለዉ ገሊፀን። እቲ ዘይሕጋዊን ዘይምኽንያታዊን ክልከላ መሃያ መምህራንን ሰራሕተኛ መንግስትን ኩነ ተባሂሉ ህዝቢ ከም ህዝቢ ንምጥቃዕ ዝፍፀም ዘሎ ጥሕሰት ሰብኣዊ መሰል ብምዃኑ ማሕበረን ማሕበር መምህራን ትግራይ ነቲ ፀገም ንምፍታሕ ሕጋዊ መንገዲ ተኸቲሉ እናተቓለሰ ከምዝመፀን ፍታሕ ከምዘይረኸበን እዩ። ነዚ ንምዃኑ ድማ ድምፅና ማሕበረሰብ ዓለም ሰሚዑ ፍታሕ ከናድየልና ሰላማዊ ሰልፊ ከምዘሳልጥን መምህር ንግስቲ ኣፍሊጠን። ፕሬዚደንት ማሕበር ወለዲ ተምሃሮ ትግራይ መምህር ክላለ ፀጋይ ብግዲኦም፣ ስርዓት ትምህርቲ ትግራይ ብኸቢድ ብምጉድኡ ህፃናት ተምሃሮ ትግራይ ተጎዲኦም፣ ኣብ ሕገ መንግስቲ እዛ ሃገር ዝተደንገገ መሰል ምምሃር ህፃናት ተምሃሮ ትግራይ ብዕሊ ተመንጢሎም ከምዘለውን ካብ ኢድ ናብ ኣፍ ዝናበር መምህር ብዘይ ማህያ ንምምሃር ከምዝተፀገመ ብምግላፅ ማሕበረሰብ ዓለምን ዝምልከቶም ኣካላትን ነቲ ዝሳለጥ ሰላማዊ ሰልፊ ድምፂ ብምስማዕ ፍታሕ ንምምፃእ ሓገዝቲ ክኾኑ ጸዊዖም። ኣብ ክልል ደቡብ ኢትዮጵያ ምክትል ዋና ዳይሬክተር ኤጀንሲ ምዝገባ ወሳኒ ኹናት ወይዘሮ ኣዱኛ ኣዛዥ ትማሊ ብቶይታ ሃርድ ኮር መኪና ናብ ከተማ ኣርባ ምንጭ እናተጓዓዛ ከለዋ ኣብ ዞባ ጋሞ ከባቢ ሆልቴናን ሸላልን ካብ ዕጡቓት ብሃንደወ ተኹሲ ከቢድ ሓደጋ ኣካላት ተኣናጊደን ከም ዝነበራ ተሓቢሩ። ወይዘሮ ኣዱኛ ብህጹጽ ናብ ሆስፒታል ተወሲደን ትማሊ ኣብ ሓፈሻዊ ሆስፒታል ኣርባ ምንጭ ንሰዓታት ዝቐጸለ ህጹጽ መጥባሕቲ ተገይርለን ዋላ እኳ እንተነበረ፣ ይኹን ደኣምበር ሎሚ ዓሰርተ መጋቢት ክልተ ሽሕን ዓሰርተ ሸሞንተን ዓመተ ምህረት ከባቢ ሰዓት ሽዱሽተ በቲ ዘጋጠመን መጉዳእቲ ከም ዝሞታ እቲ ሆስፒታልን መንግስቲ እቲ ክልልን ኣረጋጊጾም ኣለዉ። እዚ ፍጻመ ኣብቲ ክልል ዓብዪ ስንባደን ሓዘንን ዝፈጠረ እንትኾን፣ መንግስቲ ክልልን ሓይልታት ጸጥታን ኣብዚ ጉዳይ መግለጺ ከውጽኡ ድማ ትፅቢት ይግበር። ጠንቅን መንነትን እቲ መጥቃዕቲ ክሳብ ሕጂ ብንፁር ኣይተገለፀን። ንሞት ወይዘሮ ኣዶኛ ስዒቡ ብዙሓት ሓዘኖም ኣብ ምግላፅ ይርከቡ። እዚ መጥቃዕቲ ኣብታ ብሰላም እትፍለጥ ክልል ደቡብ ምፍፃሙ ኩነታት ሰላም እታ ሃገር ኣበይ ደረጃ ከም ዝበፅሐ መርኣያ እዩ ክብሉ ገለ ሰባት ይሕብሩ። ኣብ መወዳእታ ዜና ወፃኢ መራሕቲ ኲናት ኣሜሪካ ብዛዕባ እዋናዊ ምዕባለታት ናይቲ ምስ ኢራን ዝካየድ ዘሎ ኲናት ጋዜጣዊ መግለፂ ሂቦም ኣለዉ። ኣቦ ወንበር ሓለቓታት ስታፍ ሓይልታት ኣሜሪካ ከምዝበሎ፣ ወታደራዊ ዓቕሚ ኢራን ካብ ስራሕ ወጻኢ ኣይኮነን ኢሉ። ጀነራል ዳን ኬን ኣብ ዝሃቦ መብርሂ፣ ኢራን ብዙሕ ኣጽዋር ሒዛ እያ ናብዚ ውግእ ኣትያ ብምባል፣ ከምኡ'ውን ስለዝኾነ ድማ ሃገሩ ብነድርን ሓይልን ተጥቅዕ ዘላ ኢሉ ኣሎ። ንመራሕቲ ምቕንጻል ይቕጽል እኳ እንተሃለወ፣ ኢራን ሕጂ'ውን ገለ ወታደራዊ ዓቕሚ ከም ዘለዋ ተኣሚኑ እዩ። ኣብቲ ኣብ ዋሽግተን ዝተኻየደ ጋዜጣዊ መግለጺ ዝተሳተፈ ጸሓፊ ሚኒስትሪ ኲናት ኣሜሪካ ፒት ሄገስት ብወገኑ፣ መጥቃዕቲ ኣሜሪካ ከም ዝተወጠኖ ይቕጽል ምህላዉ ብምምልኻት፣ ናይ ግዜ ገደብ ክነቐምጥ ኣይንደልን ዝክብል ተዛሪቡ። ፔንታጎን፣ ሚኒስቴር ምክልኻል ኲናት ክልተ ሚእቲ ቢልዮን ዶላር ተወሳኺ በጀት ምጥላቡ ብዝምልከት ኣብ ዝሃቦ ምላሽ ድማ ክፉኣት ሰባት ንምቕታል ገንዘብ የድሊ ኢሉ። ፔንታጎን ንዋይት ሃውስ ኲናት ኢራን ንምምዋል ልዕሊ ክልተ ሚእቲ ቢልዮን ዶላር ከምዝሓተተ ሓደ ላዕለዋይ በዓል ስልጣን ንጋዜጣ ዋሽግተን ፖስት ሓቢሩ። እቲ ጋዜጣ እዚ መጠን ገንዘብ ካብቲ ክሳብ ሕጂ ምምሕዳር ትራምፕ ዘካየዶ ወፍሪ ከምዝኾነን ኣብ ክንድኡ ድማ ብህፁፅ ምፍራይ ናይቲ ዝወፅእ ወሳኒ ኣፅዋር ንምትካእ ክጽዕር ምዃኑ ይግለጽ ኣሎ። ዝሓለፉ ክልተ ሰሙናት ሓያሎ ዝተፈላለዩ ናይ ምምዋል ሕቶታት ብፔንታጎን ቀሪቦም እዮም። እቲ ዝቐርብ ዘሎ ባጀት ድማ ኣብ ኮንግረስ ዓብዪ ፖለቲካዊ ክትዕ ከልዕል ተኽእሎ ኣለዎ ይብል እቲ ጋዜጣ። ክልቲኦም ክፍሊ ምክልኻል ኣሜሪካን ዋይት ሃውስን እዚ ጸብጻብ ብዝምልከት ካብቲ ጋዜጣ ዝቐረበሎም ሕቶ ነጺጎሞ ኣለዉ። ኣብ ወርሒ ታሕሳስ ኣባላት ባይቶ ንወጻኢታት ምክልኻል ዝኸውን ክብረ ወሰን ዝሓዘ ትሽዓተ ሚእትን ሓደን ቢልዮን ዶላር በጀት ኣጽዲቖም ነይሮም። ፕሬዝደንት ዶናልድ ትራምፕ ግን ተወሳኺ ይጠልብ ኣሎ። ንሱ ነቲ ኣዝዩ ሕማቕን ሓደገኛን እዩ ኢሉ ዝገለፆ እዋን ንምፍታሕ ምወላ ምክልኻል ኣብ ክልተ ሽሕን ዕስራን ሸውዓተን ኣስታት ሓደ ነጥቢ ሓሙሽተ ትሪልዮን ዶላር ክበፅሕ ኣለዎ ክብል ተሟጊቱ። ክሳብ ሕጂ ወፃእታት ኪሳራ እቲ ኲናት ብዕሊ ኣይተገለፀን። እቲ ናብ ሳልሳይ ሰሙኑ ዝኸይድ ዘሎ ግጭት ማእኸላይ ምብራቕ ሎሚ ብልዑል ናህሪ ይቐፅል ኣሎ። ኢራን ኣብ ልዕሊ ሃገራት ማእኸላይ ምብራቕ ትፍፅሞ መጥቃዕቲ ሙሉእ ለይቲ ቀጺሉ ሓዲሩ እዩ። ኢራን ብፍላይ ድማ ድሕሪ መጥቃዕቲ እቲ ደቡባዊ ፓርስ ዝርከብ መፍረዪ ነዳዲ ምስ ኣሜሪካ ዝተኣሳሰሩ ዝበለቶም ኣብ ወሽመጥ ዝርከቡ መጻረዪ ነዳድን ጋዝን ክትሃርም ምዃና ኣጥንቂቓ እያ። በዚ መሰረት ስዑድ ዓረብ ዛጊድ እቲ ግጭት ካብ ዝጅመር ዝኸፍኣ መጥቃዕቲ ከም ዝተፈጸመ ገሊጻ ኣላ። ሚኒስተር ምክልኻል ስዑድ ዓረብ ኣብ መላእ ርእሰ ከተማ ሪያድን ምብራቓዊ ዞባታት እታ ሃገርን ዓሰርተ ሸውዓተ ሰብ ኣልቦ ነፈርትን ክልተ ባሊስቲክ ሚሳኤላትን ከም ዘውደቐ ገሊጹ እዩ። ኢራን ትማሊ ረቡዕ ኣብ ልዕሊ ራስ ላፈን ኮምፕሌክስ ነዳዲ ዘካየደቶ ናይ ሕነ ምፍዳይ መጥቃዕቲ ግዳይ ዝኾነት ቃጣር ሓሙስ ለይቲ ድማ ዳግማይ ከም ዝተሃርመ ተፍሊጣ። ሕቡራት ኤምሬት ዓረብ ብወገና፣ ስርዓታት ምክልኻል ኣየራ ንፕላስቲክ ምስ ኣለት ክዓግት ከም ዝሓደረ፣ ነፈርቲ ውግኣ ድማ ኣብ ሰማይ ኮይነን ሰብ ኣልቦ ነፈርቲ ክገጥማ ከም ዝሓደራ ገሊጻ። ባሕሬን ምሉእ ለይቲ ሰለስተ መጠንቀቕታታት ብምሃብ ንሓደጋ ዝተቓልዑ ሰባት መጽለሊ ክደልዩ ኣተሓሳሲባ እያ። ሰራዊት ኩዌት ቅድሚ ሒደት ደቓይቕ ኣብ ዘውጽኦ መግለጺ፣ መጥቃዕቲ ሚሳኤላት ሰብ ኣልቦ ነፈርትን ክዓግት ይቃለስ ከም ዘሎ ገሊጹ። ሃገራት ወሽመጥ ዓረብ ኣብ ልዕሊ ኢራን ሓበራዊ መግለጺ እውን ኣውጺኤን'ለዋ፣ ምላሽ ክህባ ምዃነን'ውን እንዳፈራርሓ እየን። ኣብ ሪያድ ኣብ ዝተኻየደ ኣኼባ ሚኒስትራት ጉዳያት ወጻኢ ሃገራት ዓረብ ንመጥቃዕቲ ኢራን ዝኹንን ሓበራዊ መግለጺ ኣውጺኤን'ለዋ። ባህሬን፣ ኩዌት፣ ሊባኖስ፣ ቋጣር፣ ስዑዲ ዓረብ፣ ኤምሬት ዓረብን ካልኦት ሃገራትን እቲ ዞባ ይርከብኦም። ኣብ መግለጺኤን ድማ ኢራን ትፍጽሞ ዘላ መጥቃዕቲ ኮነ ኢልካ ምዃኑ ብምግላጽ እዚ ድማ ንመንበሪ ኣባይቲ፣ ሲቪላዊ ትሕቲ ቅርጽን ዲፕሎማስያዊ ቀጽርታትን ዒላማ ዝገበረ'ዩ ይብሉ። እዞም መጥቃዕትታት ዝኾነ ይኹን መመኽነይታ ክቐርበሎም ዝኽእል ኣይኮነን ይብል እቲ መግለጺ። ብተወሳኺ ብመሰረት ዓንቀጽ ሓምሳን ሓደን ሕቡራት ሃገራት፣ እተን ሃገራት መሰል ርእሰ ምክልኻል ከም ዘለወን እውን ኣዘኻኺረን እየን። እቲ መግለጺ ወሲኹ፣ ኢራን መጥቃዕቲ ብቕልጡፍ ደው ክተብል፣ ዓለማዊ ሕጊ መትከላት ሰናይ ጉርብትናን ክተኽብርን ከምኡ'ውን ንመዳውብ ሆርሙዝ ንምዕጻው ዝዓለመ ስጉምትታት ካብ ምውሳድ ክትቁጠብን ጸዊዑ። ትራምፕ፣ ኢራን ንቃጣር ዳግማይ እንተጥቂዓ፣ ኣሜሪካ ንዓበይቲ መሳርሒ ምፍራይ ነዳዲ ኢራን ክተባርዖ ምዃና ኣጠንቂቑ። ንሱ ኣብቲ ዘውጽኦ መግለጺ፣ ኢራን ኣብ ቃጣር ዝርከብ ኣብ ዓለም ለኸ እቲ ዝዓበየ መሳርሒ ፈሳሲ ተፈጥሮኣዊ ጋዝ፣ ኤልኤንጂ፣ ዝሓዘ ኢንዱስትርያዊ ከባቢ ድሕሪ ምጥቃዓ እዩ ነዚ መጠንቀቕታ ዘስምዐ። ትራምፕ ኣብቲ ዘስፈሮ ጽሑፍ፣ ኣሜሪካ ብዛዕባ መጥቃዕቲ እስራኤል ዋላ ሓንቲ ከም ዘይትፈልጥ ብምግላጽ፣ ኢራን ዳግማይ ንቃጣር እንተድኣ ኣጥቂዓ ግና ሓያላ ስጉምቲ ከም ዝጽበያ ኣኣንፊቱ ኣሎ። ኢራን ኣብ ልዕሊ ቀጣር፣ ራስ፣ ጽላፈን ዘካየደቶ መጥቃዕቲ ሕነ ምፍዳይ ዘይምኽኑይን ዘይፍትሓዊን ምዃኑ እውን ኣመላኺቱ እዩ። እምበኣርከ ዝኸበርኩም ተኸታተልቲ ደይሊ ዜና ትግርኛ ሎሚ ሓሪና ናባኹም ዘበልናዮም ዜናታትና ኣብዚ ኣብቂዖም ኣለዉ። ሳብስክራይብ ላይክ ሸር ንኽትገብሩ ደጊምና ብኽብሪ ንዕድም። ሰላም።